ብዚ ምክንያት ዋእ ናይ ብሓቂ።
ኣብ ኳስ ዝብሃል ጸወታ ኣሎ እወ። ብዛዕባ እዚኣ ጸወታ እዚኣ እስኪ የዕልልኒ።
ኣይዋ እዛ ኦካስ ካብ ዝገርመኪ ኣነ ኦካስ ኦሃ ኦካስ ኦሃ ኦካስ ኣብ ኣነ ኣብ ኣብ ሱዳን ሕጂ ምስ ብዳውየት ጎረባብትና ብዳውየት እዮም ኣብ ምብራቕ ሱዳን ማለት እዩ ቡርሱዳን ሕጂ እቶም ንሶም ዝጻወትዎ ጸወታ ሴራ እዩ እዚ ሴራ ዝበሃል እዚኦም ሽኩርያ ዝጻወቱ ገለ ዝበሃል ሙሽ ኣለካ ኣብ ታሪኽ ከማን ኣሎ ሕጂ እሱ ኳስ ርእየ ኣይፈልጥን'የ ኮስ ኣይጻወቱን እዮም ኣብ ሱዳን ዘለዉ ኣንታይ ሽሙ ኦካስ ሕጂ ኣብ ኤረትራ ምስ መጻኹ ኦካስ ርእየ ኣነ ትሊት በሃል ማለት እዩ። ናይ ናራ ናይ ብሄረ ናራ እዩ እቲ ጸወታ። ላለ ብዳውየት ብዳውየት ብዳውየት ሕጂ ኳስ ከኣ ኩሉ ግዜ መን እየን ዝጻወትኦ ደቂ ኣንስትዮ እየን ዝጻወትኦ። ሕጂ እንታይ እያ እታ ኳስ እንታይ ማለት እዩ እተበልካ ኣነስ ምስ ሓተትኩላ ኣርኣሮብ ኣርኣሮብ ሕጂ ክትከይድ ከላ ክትሰቲ ከላ ከምዚ እያ ጌራ ትሕንክስ ማለት እዩ እቲ ኣካይዳኣ ልክዕ ከምቲ ናይ ኳስ ከምኡ ዓይነት እዩ ሕጂ እንስሳ እንስሳ እዋ ናይ ባሕሪ ናይ ማይ እያ ናይ ባሕሪ እያ ኣርኣሮብ ትበሃል ኣርኣሮብ ይብልዋ ኣነ እኳ ብዛሕ እታ ታሪኽ ኣይፈልጣን እየ ግን ከምኡ ስለ ዝገለጽዋ ወላ እታ ጭሩ ክትርእያ ከለኻ እቲ ኣካይዳኣ ልክዕ ከምቲ ኣካይዳ ናይ ኳስ ከምዚ እያ ትብል ኣብ ክሳድ ከኣ ሕጂ እታ ሳዕስዒት ክሳድ ክትገብረላ ትኽእል መንገፍገፍ ክትገብረላ ብእግሪ ልክዕ እታ ጭርያ መንገብገብ እንተደልያ ከምዚ ጌራ ትብል እንተደልያ ክሳዳ ስትይ ኣቢላ ጣዕጣዕጣዕ ኣቢላታ ሕጂስ ክምድላይካ ንኳስ ክምድላይካ ተቀያይራ ኢኻ ብጀካ እታ እግሪ ማለት እዩ እግረ ተሓንጊሰ ሕጂ ኦካስ ጽብቅቲ ትልሂት እያ ወላ እቲ ኮቦሮኣ ከማን ብጣዕሚ ያኒ ፍኑው ኣይኮነን እቲ ከበሮ ናታ ከምዚ ዓይነት ሪሚት ናቱ ብጣዕሚ ጽቡቅ እዩ ጥዑም እዩ ካብ ዝገርመኪ ኦካስ ንዓይሲ ምስቲ ኣካላተይ ገጢመ ንኣብነት። ብፍሉይ ይዝክሮኺ እየን በቲኣ ትሳዕስዒት ንዓኺ እወ ደእስምኪ። እወ ሕጂ ኦካስ ክገብር ከለኹ ኣነ እዳወይ ካብዚ ማእከል ገለ ሕክምና እኳ ኣይከድኩን ኣየርኣኹዮን ምኽንያቱ ጉድለት ክኸውን ይኽእል ከመይ ወይ ኢኺ ፍጥረት ተብሊ ክኸውን ኢድኪ? ሕጂ እዚ እደይ እዚስ ኣብዚ እንታይ ሽሙ እዩ ማትስ ቲኻ ይብልኒ እዩ ከምዚ ከምዚ ከኣ ወላ መርፌ ክወጋ ወላ እዚ እዚ ናተይ ከምዚ እዩ ዝብለኒ ማትስ የብሉን ኣብዚ ገለ ዝሕዞ የብሉን ስጋዕ ሕጂ ግን ሕክምና ኣይራኣዩንን ኣይ ኣነ ከኣ ኣይበልኩን ናይ ጉድለት ኣካላት ዘይኮነሲ ከምኡ ዓይነት ፍጥረት ኣለዎ ማለት እዩ ሕጂ ምስቲ ክነፍር ከለኹ ከምዚ ክብል ከለኹስ ጽቡቕ ይመጸለይ ማለት እዩ መጽያ ሰጢማ ሕጂ ኦካስ ወላ ብዓቕሚ ኣይኸኣላ እምበር ብኣካላትሲ ወዲኤ ኣለኹ ማለት እዩ ኣብ ኣፍካስ ከምኡ ማለት እዩ ኣወዲኣ ደኣ እሞ ብዕድመ ከማን ንእሽቶ እያ ኣነ ከም ዝርዳኒ ኣወዲኣ ትስዓን ሓደን እየ ዝፈልጣ እህ ኣባይካ ኣይኮነትን ንእሽቶ እያ ንሕና ኢና ንዕብያ ብዕድመ ስለዚ ሲ ወላ ክትሪኣ ከለኻ ከማን ምስቲኦም ንኣሽቱ ክትሪኦ ከለኻ ኣወ ግን ወላ ገጻ ክትሪኣ ከለኻ ከማን ንእሽተያ ቆልዓ እያ ትመስል ገና ሕጂ ምንቅስቓስ እቲ ንሱ እቲ ትልሂት ዝገበሮ ግዲ ኮይና ነፍሳ ጽቡቕ እዩ

ገሊኡ መዕረባ ማዕረባ ዝባላዕ ዓዲ ኣሎ ማዕረባ ገሊኡ ከረን ገለ ነይርና ሕጂ ኣነ ምስ ብዙሓት ደረፍቲ ከም በዓል ወዲ ሼኽ ወዲ ዓብደላ እልያ ጎይትኦም ገለመለ ገለ ኣብ ናቕፋ በጽሓና ጉጅለ ኣዳል ትባሃል ማለት እዩ ሕጂ ኣብቲ ግዜ እቲ ኣነ ኣይ ኣይ ተወዚዕኪ ኣብ ጉጅለ ኣዳል ተባሂለ እምበር ኣይከድኩዋን ነታ ጉጅለ ሕጂ ከምዚ ናቕፋ ከኣ ቁሪ ኣለዋ ብርቱዕ ቁሪ ኣነ ከኣ ቁሪ ኣይክእልን'የ ኣለርጂክ ገለ ይገብረለይ ሕጂ ተኺለ ከኣ ኣነ ን ኣዳል ከይበጻሕኩዋ ኣብ ኣስመራ ደይበ ማለት እዩ ኣስመራ ምነ ከም ደራፊት እያ ከኣ ኣብኡ ዘለኹ ሕጂ ኣብቲ ጉጅለ ማለት እዩ ካብኡ ይድይብ ማለት እዩ ንኣስመራ ካብኡ ጉጅለ ያታ ትብሃል ኔራ እዚኣ ስብሪት ማለት እዩ ኣነ ከኣ በቲ ሞያ ትልሂት ዝነበረኒ ኣብ ጉጅለ ስብሪት ብ ክልተ ሽሕ ብ ትስዓን ሽዱሽተን ናብ ጉጅለ ስብሪት ተጠምቢረ ብከምኡ ከኣ ክሳብ እዛ ሕጂ ብትልሂት የገልግል ኣለኩ ማለት እዩ። ጽብቅ ነዊሕ ዓመት ኢኺ ሰሪሕኪ። እወ ሰሪሐ ኣለኩ። እስኪ ካብቶም ወሪሰን ካብተን ወሪሰኔን ትብልየን ተላሃይቲ ብዙሓት ተላሃይቲ እዮም ኣብዚ ሰዓት እዚ ዘለዋ ብዙሓት ጉጅለታት ኣለው እወ ሕጂ ዳርጋ ምስ ኣሕዋትክን ደቅኽን ኢኽን ትሰርሒ እወ እወ ዘለኺ እወ ብፍሉይ ከዓ ደሚቕኪ ትረኣዪ እወ ብሓን ንዓይሲ መሲላ እያ ትትክኣኒ እያ ትብልያ ተላሃይት ኣላ ዶ ብፍሉይ
እወ እንታይ መሲልኪ ሜራ ሓፍተይ ባህሊ ቀሊል ኣይኮነን ንሕና እውን መሲልና ድና ንዝብል ሕቶ እውን ነቲ ህዝቢ መሲልና ድና ኣይመሰልናን ምናልባት ህዝቢ ባዕሉ ይፈርደና እንድዩ ዝኸውን ንሕና ግን ቁሩብ ንሓይሽ ካብቶም ታሕተዎት ዘለዉ ግን ኣነ እንታይ ይብል መስለኪ ወሪሶም እዮም ማለትሲ ወሪሰን እየን ደቂ ኣንስትዮ ገለ ገለ ቁሩብ ቡሽ ኣለኪ ዝጎድል ክህሉ ይኽእል እዩ ግን ቦታና ተኪኤን ክሰርሓ ማቲስ ጽዒረን እየን ወሪሰን እየን ስለዚ ጸገም የብሉን ንዓና ተኪአን ንክሰርሓ ሳስዒት ከዓ ወይ ትልሂት ከዓ ወነ ተለካ ድልየት ተለካ ባይታ ብዓቢኡ ከዓ ተለካስ ዘይ ዘይ ዘይከኣል ኣይኮነን ሕጂ ንዓኽሲ ካብተን ዝተተክኣ ትብልየን ዓወድያ ብፍላይ

ብሕብራ ይኩን ዋላ ብቅርጻ ይኩን ኣነስ ንዮዲት ብጣዕሚ እየ ብፍላይ ኣብ ሕዳር ኣብ ብዳውየት ማለት እዩ ኣብ ገለ ኣብ በዓል ብሌን ክሪኣ ከለኩ ኣነ ንዮዲት ብጣዕሚ እየ ዘድንቃ በቃ ንዓስ ክ መሲላ እያ ክብላ ይክል ንዮዲት የድንቃ ኣብዚ ኩሉ ነገራ ማለት እዩ ብዙሕ ደገፍቲ ውን ኣለዋ ዮዲታ ኻላስ ኣነ ዮዲት ኣስራት ኣይዋ ስለዚ ክትጽዒር ኣለዋ ንፍዕቲ እያ ኣነ ኸኣ ብኹም መሰረት የድንቓ ማለት እዩ።
ሐራይ ዓወት እያ ድራማዊ ሙዚቃውን ኣብኡውን ትነጥፊ ኢኺ ካብተን ኣብ በዓላትና ዘቕረብክየን ከምኡውን ኣብ ቲቪ ዘቕረብክየን ብፍሉይ ትዝክርያ ኣላትኪ ዶ? እወ ኣነሲ ብዛዕባ ደቂ ኣንስትዮ ሓንቲ ኣብ ኣዋልድ ትበሃል ሕጂ ኩሉ ግዜ እንታይ መሲልካ ሞያ እቲ ድርሰት ቀሊል እዩ ኣብ ገዛኻ ኣዋልድ ከምዚ ኮይነን ገለ ገለ ኣፍልጦ ክህልወካ ኣለዎ ኣብ ድርሰት ማለት እዩ ኣብቲ ዘይሞያኻ ማለት እዩ ሕጂ ኣለዉ ንተሓጋገዙኒ በዓል መሓመድ ኑር እድሪስ ሓመድ ስዒድ ዑስማን ኣነስ ከምዚኣ ኣላትኒ ኢሎም እቲ ዓቕመይ ጸሓሒፈ ይህቦም ማለት እዩ እቲ ኣርእስቲ እታ ዓንዲ እንድሕር ተኺልካ እቲ ክትውቲ ከሎስ ከቢድ ኮይኑ ኣይስምዓኒን እዩ ብጣዕሚ ኣነ እቲ ኣርእስቲ ኣብ ኣዋልድ ከምዚ ሓደ ሰብኣይ ከምዚ ከምዚ መቸም ወዲ እንዳሓሰቦ ጓል ይወልድ ገለ ምለ ፌስቲቫል ኣቕሪበያ ነይረ ብጣዕሚ ጽብቕቲ ኣብዚ ትረኣ ነይራ ጽቡቕ እሳ ሓንትለ የድንቃክም ናይ ጋል ኣንሰይቲ ሓንቲ ግን ምስ ታሪክ ናተይ ተኣሳስር ኣብ ተጋድሎ ሓርነት ዝነበረ ሓወይ ተሰዊኡ ይብሃል ይብልዋ ማለት እዩ ነደይ ሕጂ እቲ ሕክያ እየ ዝሰምዓ ማለት እዩ ሕጂ ሽም ናቱ ሰጉኡሲ ስጉር ትብሃል ነይራ ምክንያቱ በዚ ደንከል ስጉር ነይሩ እዩ ማለት እዩ ኣሎ ከምኡ ዝበሃል ቦታ ሕጂ ግን እቶም ስድራና እንታይ ይርድዎም ስጉር ማለትሲ ክዳውንቲ ዝመረተ እታ ቃል መራት ክዳን ማለት እዩ እታ ስጉር ሕጂስ ኣይዋ ኣብ ገለ ጸኒሑስ መራት ክዳን ተኸዲኑ መጺኡ እታ ሰጓ ወጺኣ ገለ ኢሎም መቸም ይመራመሩላ ሕጂ እዚ ሽዑ እቲ መስዋእቲ ከመይ ነይሩ ዝኾነ ሰብ እዩ ዝነግረካ ዝኾነ ሰብ ሲ ክስቶ ከምዚ ኮይኑ ግን ርጉጽ ኣይኮነን ሕጂ ከምኣ ምስ ኮነት ኣነ እቲ ኣርእስቲ ስጉር ሂ ሂበዮ ን ሓመኖር ማለት እዩ ሓመኖር ስጉር ዝብሃል ከምዚ ከምዚ ሕጂ እንታይ ይኸውን በቲ ተሰዊኡ ተባሂሉ ኣውያት ተጌሩሉ ተረዲክሎ በቲ ከኣ ደሓር ኣሎ ተባሂሉ ማለት እዩ ሕጂ እቲ ሓውኺ እወ ተሰዊኡ ድዩ ናይ ብሓቂ ወላስ እወ ድሕሪ ድሕሪ እዚኣ ምስ ተባህለ ተሰዊኡ እዩ እሱ ኣብ ጀበል ስጉር ኣብኡ ተሰዊኡ ማለት እዩ ሕጂ ንሓ መኖር የማኽሮ ንሓ መስዕድ የማኽሮም ሕጂ ሽዑ እንታይ ኢሎማ እታ ስጉር ጽብቕቲ እንድያ ኢሎምኒ ግን ዳሊቱ መጋሊ ርግጸንያ ድኻ ወላ መንጢልካያ ተዛረባ እያ ብትትርጉማ ሕጅስ እንታይ እያ ክትርጉማ ብትግርኛ እምበር በታ ትግረ ልክዕ እያ ዳሊቱ መጋሊ ትብል እታ ኣርእስታ እታ ድራማ ሕጂ መርዓ ተጌርዎ ሶምያ ደግዲግካ ገለ ማለት ድሕሪኡ ንምንታይ እቲ ሰብኣይ ይብሎ ንምንታይ ከየረጋገጽኩም ትነግሩ ኣነ ተጋጊየ መልሓሰይ እዩ ተጋጊ ገለ ሕጂ እዚኤን እድርሰት ነይረናኒ ሓንቲ እውን ነይራትኪ ዓወድያ ከምዚ ናይ ኣብ ብሄረ ትግረ ከምዚ ኣብ ብሄረ ትግርኛስ ቆልዓ ትረሩ ገለ ኣብቲ ኤክስፖ ደቕረብክያ ውን ኔራትኪ እስኪ ብዛዕባኣ ገለ ዕለልና። ኣይዋ እሳ ሕጂ ኣነ ኣብ ኣብ ኩሉ ግዜ ኣብ ትግረ እታ ሓራስ ንወዳ እሩሩ ክትብል ከላ ኣብ ውሽጢ እያ ትገልጾ ማለት እዩ ከምዚ ናይ ትግርንያ ዓሮ ገለ ሙሽ ኣለካ ብሰላም እንቋዕ ወጸኪ ገለ ሃህ ኢልካስ ኣዜማ ኣውጺእካ ኣይትደርፈሉን እኻ ሕጂ ኣብኡ እንታይ ትብል ብዙሕ ትገልጾ ነቲ ቆልዓ ትደርፈሉ ወላ ናቡኡ ኣቡካ ሎሚ ከይዱ ኣሎ ከምዚ ከምጻልካ እዩ ንዓካ ንዓይ ከኣ ከምዚ ከምጻኣለይ እዩ ገለ ምሽ ኣለኪ ሕጂ እቲ ዘረባ ኣነ ኣብ ዜማ እትየዮ ብግጥሚ ገጢመ ውስወለለ ትበሃል ሕጂ እታ ኣርእስታ ጌራያ ውስወለለ እንዳ በለት ነቲ ዋዳ እንዳ ደረፈትሉ ካብቲ ውሽጢ ዝነበረ ዝድረፍ ዝነበረ ዝነበረ ኣነ ንደገ ኣውጺኤ ነታ ሓራስ ነቲ ወዳ ትደርፈሉ ማለት እዩ ነቡእካ ኣቡኡ ሕጂ ኒበል ገይሹ ኣሎ ኣብ ኣጉስየት ይኩን ዋላ ኣብ ዱካን ድዩ ገለ መቸም ኣብኡ ገይሹ ሕጂ ሓንቲ ጠቃል ትብል ኣቡካ ውዕንዳይ ማጽእ ኣላ ምን ሰፈር እግልካ ለሙሽ ተመር ውእግልየ ዞቲ ጀገር እትብሎ ሕጂ ንዓይ ኣሻሽ ኣደረ ከምጻለይ እዩ ንዓኻ ከኣ ተምሪ ኣብ ቆልዓ ሕጂ ኣብ ትግረ መግቢ ክላመት ከሎ ተምሪ ይልንቀጥ ተለንቂጡ ምስ ጠስሚ ተሓዊሱ ንግሆ ንግሆ ብኡ እዩ ዝላምን ነቲ መግቢ ሕጂ ንዓኻ ዘምጽኢልካ ኣለዉ ንዓይካ ኣደራ ኣምጽኢለይ ሕጂ እታ ግጥሚ ኣብኣ እትየያነ ብጣዕሚ እታ እታ ሽሙዜ መራ ይፈትዋ እየ ተዓዊታ ነይራ ካልኣይቲ ወፂኣ ነይራ ሕጂ ኩሉ ግዜ ዞባ ማእከል ከዓ እታ ካሴት እንታይ ሽሙ ገይሮማ ነይሮም ማለት ተገዲሶም ብትግርኛ ጽቡቕ ነይራ በዓል ኣቲ ሰንዳየ ገለ ዝበል መቸም ቀሊል ኣይነበረን ተርእስቲ ከቢኤ ማለትስ ረዚን እዩ መሊኦማ ከኣ ከም ብሓዲሽ እሶም ክጥቀሙላ ኢሎም ከም ብሓዲሽ ባጀት ከፊሎም ገለ ተመሊኣ ሬክላም ከማን ኣብዚ እንዳ ዜና ጌጋ ይኽልኣለይ ትመጽእ ነይራ በዓል ሰንዳየ በዓል ሰለለ ሕጂ እዚ ከምኡታት ንክሰራሕ ከዓ ደስ ብለን ንዘይወፀ ቆንቃ ምሽ ኣሎ ብቆንቃ ዝግበርስ ኣብዚ የመሰኩዒ ካናት ክትእትወ ግን እቲ ግብራዊ እቲ ልክዕ ቆንቃ

ካብ ዓወደያ ዝያዳ ካብቲ ዘላቶ ንላዕሊ ንክትሰርሕ ከተባብዓ እደሊ። ኣብ ሃገርና እዚ ከምዚ ዓይነት ስነ ጥበባዊ ብሰንኪ ናብራ ብሰንኪ ዘሎ ህሉው ኩነታት ዓድና ብዙሕ ሽግር የጋጥመና እዩ። እንተዝሓልፈላ እንታይ ኮን ምገበረት እየ ዝብል ዓወት ወያነ ብጣዕሚ ርኽብቲ ነይራ ተትኸውን ካብዚ ንላዕሊ ከም ትኸውን ፈልጥ እየ ሕጂ ኣጆኺ እየ ዝብላ ከይትሓምቂ ዓቕማ ኣይትንዕቕን እያ ናብራኣ ውን ብጣዕሚ እያ ትፈትዎ ሓዳራ ትፈቱ ደቃ ትፈቱ ሰራሕተኛ ኣብ ገዛ እዚ ኩሉ እንዳሰርሐት እያ ከኣ ነዚ ስራሕ እዚ ከተንጸባርቆ ትክእል ዓወት እያ ስለዚ ኣጆኪ እየ ዝብላ ዓወድያ ኢና ንብላ ንሕና ብልምዲ ጨዋይት እያ ግን ሽማ ጨዋይት ሓመድ ዓሊ ኣጆኪ ክትቅጽልዮ ይምነ ኣነ። ኣይትተሓለል እየ ዝብላ።
ዓውድያ ኣብ ገዛኺ እዛ ቀያሕ መንጸፍ ሽልማት ናይ ገዛ እያ እንታይ እዩ ትርጉማ ኣብ ብሄረ ትግረ?
እው እዚኣሲ ኣብ ብሄረ ትግረ ዓቢ መግለጺ ኣለዋ ሓንቲ ሰበይቲ ጓላ ክተመርዖ ወይ ደቃ ክተመርዖ ተኾይና ነዚኣ ናይ ግድን ክትስራሕ ኣለዋ ማለት እዩ ምክንያቱ እዚኣ ተሰሪሓ ምስታ ጓል እያ ትኸይድ ሽዑ ኣብ ገዛ ትዝርግሓ ማልክዕ ኣለዋ ዑንቂ ኣለዋ ባህሊ እያ ከዓ ባህሊ ናይቲ ብሄር እያ ቅርሲ እያ ከኣ። ዓውደ እዚኣ ሽልማት ካብ ሓንቲ ኣደ ንጓላ ትወሃብ ኣብ ብሄረ ትግረ ኢልክና ኣለኺ ሽሙ ከ እንታይ እዩ ዝብሃል?
ሽማ ቅልወት ሓጠብ እያ ትብሀል በቲ ኣነ ዝፈልጣ ማለት እዩ ይምክን ናይ ቀደም ሰባት ካልእ ሽም ይህልወን ክህልወ ክእል እንድዩ ሕጂ እዚኣ ውርሻ እያ ማለት እዩ ንዓይ ከዓ ብውርሻ እያ በፂሓትኒ ንዓይ ካብ መን ኢኺ ተዋሂብኪ ኣስኺ ኣይዋ ኣደይ ንጓላ ሰሪሓታ ማለት እዩ ኣጋጣሚ እታ ጓላ ከዓ ተመሪዐ ኣብ ምስ ሞተት ተሓፍተይ ንዓይ ተዋሂቦ ማለት እዩ ኣነ ኣብዚ ገድሊ ከለኹ ካብ ባር ሱዳን ንዚኣ ሓንቲ ሓፍትና ተጋዳሊት ከይዳ ነይራ ኣብ መሸማዒት እዮም ሂቦማ ንዓይ እዚኣ ጊፍቲ እዚኣ መፅያትኒ ኣነ ከዓ ብዙሕ ኣይተገደ ከምቲ ክብራ ብዙሕ ኣይተገደስኩላን ግን ክግደሰላ ከም ዘለኒ ክዕቅባ ከም ዘለኒ እዚ ከማን ሕጂ ተበታቲኻ ገለላ ዓቕሚ ተረኺበ ክዕርያ ክፍትን እየ ብጣዕሚ ከዓ ቅርሲ እያ እዚኣስ ን ኣነ ከኣ ከውርሳ እየ ዝደሊ ኣብ ኣዋልድ እኳ የብለይን ግን ን ኣንስቲ ደቀይ ከውርሳ እዚኣ ናይ ማማ እያ ኢሎም ክሕዝዋ ከም ዘለዉ ን ኣንስቶም ክም ሕጊ ጽቡቅ ገይሮም ክሕዛኣ ከም ዘለወን ከኣ ክላበዎም እዮም ንደቀይ ማለት እዩ። ክንደይ ዓመት ጌራ ኣላ ሕጂ እዚኣ ሽልማት? እዚኣ ከባቢ ሓምሳ ክትገብር ትኽእል እያ ምክንያቱ ሓምሳ ልዕሊ ሓምሳ እውን ትገብር እያ ግን ኣነ ኣነ ንባዕለይ ሕጂ ካብ ዝውለድ ካብ ዝጋደልሲ ክንደይ ገይረ ኣለኹ ማለት እዩ ሕጂ ቅድመይ ተሰሪሓ እንተላ ግደፍ እየ ክድሓን ኣይንዛረበሉ ኢና ንዕድመ ወላሂ ሜራ ሓፍተይ ኣነ ትወነይ ኣሎ ክምህላው ኣሎ ክሰራሕ ኢዩ እብል ግን ኣነ ቁሩብ ሕጂ ኣብዚ ግዜ እዚ ጥዕና ቁሩብ ኣይረኸብኩን ኣለኹ እቲ ጥዕናይ ከኣ ወዲ ሰብ እንታይ ክብል እደሊ ካብ ካብ ርእሱ ዝሓምም ወዲ ሰብሲ እግሩ ወይ ኢዱ ወይ ገለ ምሸለኪ ከምኡ ኣነ ሕጂ ኣብዚ ግዜ እዚ ርእሰይ ብጣዕሚ ይሓምም ስለዚ
ከመይ ርእሰይ ይሓምም ማለት ኣውድያ መርዘን ዋላ ከም ላላ መርዘን ኣይኮነን ከምዚ ነርቢ ሕክምና መቸም ዝኾነስ ዝገደፍኩዎ የብለይ ብሰንኪ ርእሰይ ማለተይስ መዓንጣ ከማን የብለይን ክጻወር ስለ ዘይክል ይጎይ ጥራሕ እየ ዋላ ለይቲ ይኹን ሕጂ ነርቢታት ደቀቕቲ ነርቢታት ኣለዉ ኣብ ርእስኺ እየ ተባሂለ ዘለኹ ኣብ ሕክምና ማለት እዩ እስካን ተራእየ ገለ መለስ ከምኡ ኢሎምኒ ሕጂ እቲ ነርቢታት ኣነ እኮ ነርቢ ከም ቀሊል እወስዶ ክኸውን ኣነ ከም ዓወድያ ግን ቀሊል ኣይኮነን እቲ ቃንዛ ናቱ ኣነ ሕጂ ኣብዚ ግዜ እዚ ብሰቦስቶ ብመርፈ ናይ ቃንዛ እየ ዝካየድ ስለዚ ንስነ ጥበብሲ ከምዚ ከጋጥመኒ ኣይነበሮን ኣነስ ንክቅጽሎ ብፍላይ ንትልሂት ምበልኩ

ኣነስ ብዙሕ እንድየ ማለተይሲ ኣይርድኣንን እዩ ኣነ ክዛረብ ከለኹ ገለ ሕጂ ነቲ ዶክተርሲ ነርቭ ተጸቂጡ ኣሎ ምስ በለኒሲ ካልኣይ መዓልቲ እዩ እዚ ማለተይ ሳልሳይ መዓልቲ ምስ ከድኩስ እባ እዚ ነርቭስስ እንታይ እዩ ብምንታይ እዩ ተጸቂጡ ዘሎ እ እንታይ እዩ ከ እንታይ እዩ ነርቭ ተጸቂጡ ከ ኢለስ ብጣዕሚ ተጨኒቐ ምክንያቱስ ነርቭ እንድሕር ተጸቂጡ ኣሎስ ኣነ ምጽቃጥ ካልእ እዩ ዝርድኣኒ እሶም ግን ፈልጥዎ እቶም ሓካይም ንዖም ኣምልከቶም ሕጂ እታ ጸቕጢ ናይ ኣይተቐበልክዋን ንሳ ነታ ተጸቒጡ ኣሎ ነርቢ ተጸቒጡ ኣሎ ክብሉኒ ከሎ ኣይተቐበልክዋን እንታይ እዩ ዝጸቕጦ ዓጽሚ ድዩ ወላ ሕጂ ያቆብ የብለኒ ንዓቕሊ ግበረ ዓወድ እያ እሶም ከምዚ እንድሕሪ ኢሎምኪ ከምዚ እያ ሕጂ ስቕ ኢልኪ ኣብ ሕክምና ኮለል ኣይትበሊ ገለ እየብለኒ ሕጂ ምቸም እቲ መድሃኒት ምስ ወሰድኩ እቲ ቃንዛ ክኣ ለሚደ እዮ ዘለኪ ጸገም ሕጂ ለይቲ ክድቅስ ከለኩሲ እታ ክኣ መተረስ ከምዚ ጠጠው እያ ኣቢላ ከምዚ ኣስኪ ዘለክዮ ጠጠው ኣቢለ ሽዑ እንዳ ደቀስኩ እንዳ ደቀስኩ እታ መተርኣስ ትወርድ ትወርድ ምስ ወረደት ሽዑ ኣይዋ ደሓን ኣለኩ ማለት ኢለ ድቃስ ይወስደኒ ሽዑ ኣብታ ነገሩ ናይ እታ መተርኣስ ኣባይ ይብቅስ ማለት እዩ ሕጂ ንዓይ ዲሂሉኒ እዩ እቲ ርእሲ ወዲ ሰብ ከኣ ካብ ኩሉ ኣካላቱ ርእሱ ክሓምም የብሉይን እየ በሃሊት ኣነ ስለ ደሓን ዓውደ ሓቂ ስለዚ ሲ ፈጣሪ ከኣ እንታይ ይሰኣኖ ኣብ ኢንሻኣላህ ትሕቲ ፈጣሪ ከኣ ህዝቢ ኤርትራ ክሕግዘኪ ክሕክመኪ በዚ ኣጋጣሚ ይላበወልኪ ኣመዴ ሓፍተይ ከም ቀደምኪ ክትጎይልና ክትስዕስዕልና ክትላሃይልና ኢና ንደሊ እንሻላ እንሻላ ብዙሕ ክተውርስልና ኢና ንምነ። ኣነ ከኣ ህዝቢ ኤረትራ ይኣምኖ እየ ህዝቢ ኤረትራ ኣሽንኳይ ድኣ ን ጽጉም ወይ ከኣ ን ሕሙም ዋላ ነቲ ዘለዎ ይተሓጋገዝ ምካኑ ህዝቢ ኤረትራ ብጣዕሚ እምነተይ ወሰን የብሉን ርኡይ ኢኻ ትርእዮ ኢኻ ንህዝቢ ኤረትራ ኩሉ ኣሕዋት ይሕግዙ እዮም ህዝቢ ኤርትራ ብጣዕሚ ኣነ ከድንቆ እየ ዝደሊ ምክንያቱ ኣብ ዝኾነ ቦታ ስለ ዝጓየ ንሓዉ ንወዲ ሃገሩ ወላ ንወዲ ጎረቤቱ ህዝቢ ኤርትራስ ኣብነታዊ ህዝቢ ምዃኑ ሓላል ህዝቢ ጭዋ ባህሊ ብጣዕሚ ካብቲ ንኾርዓሉ ወቃ ኤርትራውያን ምዃንና ልክዕ ዓወድያ ብሕጂ ክትዓቢ ትኽእል ስነ-ጥበባዊት ኢለ'የ ኣነ ክጋልጻ ዝኽእል። ኣብ ዜማ ይኹን ኣብ ግጥሚ፣ ኣብ ድራማ፣ ኣብ ተዋስኦ ብጣዕሚ ክትዓቢ ትኽእል ሰብ ኢለ'የ ኣነ ክጋልጻ ዝኽእል። ካሊእ ኣነ ብዓወድያ ብጣዕሚ ሕጉስትን ዕግብትን'የ። ዓወድያ ኣብ ኩሉ ትገብሮ ነገር ኣና ክም ዓባይ ሓፍታ ኣብ ከባቢኣ ምህላወይ ምሳይ መጺኣ ትማኸር፣ ምሳይ መጺኣ ተዕልል፣ ዘጋጣማ ሽግር፣ ጸገም ብሓንሳብ ኮይንና እሂን ምሂን ንበሃሃለሉ ዓወድያ። ብጣዕሚ ክምቲ ንእሽተይ ምዃና ደይኮነት ብሓንጎል ዓባይ ምዃና'ያ ኣነ ዝኣምን። ንመደብና ኣኽቢርኪ ስለዝመጸኺ ደጊመ ደጋጊመ ብሽም ኩሎም ተዓዘብቲ ከመስግነኪ እፈቱ። ኣምና የቐንየለይ።

ካባኺ ወሲደ ከምዚኣ ተሸጊረ ኣለኹ ክመልሰልኪ ኢለ እንድሕር ዘይመልሰልኪ ኮይነ ኣነ ሓደ ካብቲ ዝጸልኦ እቲ ዘጽልኣካ ነገር ሓደ ካብኡ ሓደ ሰብ እንድሕር ወሲድካሉ ክትመልሰልከሉ ዘይከኣልካ እቲ ካብቲ ዝኸፍኤ ዘይሕጎሰሉ ነገር ተለቂሕካ ከለኻ እሱ እዩ ሂወትካ ዘብለካ። ሕጂ ዓወድያ ተለቂሕኪ ደይምምላሳ ከም ባህሪ ዲና ክንሕዛ ወላ እንታይ?
ከም ባህሪ ኣይኮነን ተለቂሐ ክመልስ ስለ ዘይከኣልኩ እዩ እቲ ዘይ ዘይባህረይ ደሰክፈኒ ማለት እዩ ወሲደ እንድሕር ደይምልስ ኮይነስ ኮሪዐስ ክኸይሲ ኣይክእልን እየ እሱ ኣሎ ካልእ ኸዓ ተፃዋርነት ዝባሃል ኣሎ ነዚ ተፃዊረ ኸዓ ምኻደይ ከዓ ናይ ብሓቂ ንነፍሰይ ከዓ የመስግና።
ደስ ዝብል ባህሪ እዩ።
ድራማስ ክሳብ ሕጂ ኣይሰራሕኩን ግን ድራማ ከም ትሰርሕ ጸሓፊት ምዃና ዜማ ከም ትገብር ግጥሚ ከም ትገብር ኣጸቢቐ እየ ዝፈልጣ ብጣዕሚ እየ ከዓ ዘድንቓ ዓወድያ ምና ኣዋልድ ኣንሳት ዲብ ዓድና ልህለያ ዲፈን ልህለያ እግል ትሳጃዕ ወኣብሽርክ ለልብል ኣዳም ለትሓዝህ ታተ እግል ትሽቀ ገብአት ምንገብእ ላዝም ኣዳም ግልስ ድያብ ዲቡ

ኩልና ዲብ ፈናይ ትግረ ልህሌና ተብዓት ወኣንስ እምን ልብና ንሓምደኪ። Thank you።
ዓወት ኣበየናይ ዞባ ኬድኪ ተትምህሪ ደስ ምበለኪ? እወ
ኣነ ድኣ ኣብ ኩሉ ዞባታት ደስ ምበለኒ ክምህር ግን ሜሪ ሓፍተይ ምስዚ ዘለኒ ኩነታት ጥዕናይሲ ከምቲ ናይ ቀደም ከይደ ኣብ ዞባታት ከስልጥን ኢለኳ ብዙሕ'ኳ ተስፋ ተዘይብለይ፣ ኣነ እተን ዘለዋኒ እታ እታ ክእለተይ ብፍላይ ከኣ ንኦካሲ ሓንቲ ከማይ ትመስል ከምጻ ብኣካላት ንኸውርሳ እዚኣስ ዓወድያስ እዚኣስ ኢድና ዓወድያ ትመስል ሓንቲ መዘከሪት እታ እንተዝገብር ነይረ ጽቡቅ ነይሩ እሱ ከኣ ብ ኣብ ኣስመራ ኮንካ ሓንቲ ቦታ ናይ ትምህርቲ ተከፊታ ኣብኣ ምናልባት እዚ ውን ረቢ እተፈቂድዎ ማለት እዩ ስለዚስ ኣነስ ኣብ ከምዚ ናይ ትምህርቲ ናይ ተማሃሮ ቦታ ኮይነ ንክምህር ዕድመ እተባህሎ ማለት እዩ ከምኡ ድልየት ኣለና ሜራ ሓብተይ።
ዓውሽ እትደለኽዮ ክኾነልኪ ዓወዲ ሓፍተይ እህራይ ሕቶና ናብ ምውዳእ ገጽ እዩ ዓወድያ ሓፍተይ ክትብልዮ ትደሊ እንታይ ኣሎ ኣነ ክብሎ ዝደሊ እንተኾይኑ ቅድሚ ሕጂ ሜራ ሓፍተይ ትፈልጥ ኢኻ ኣነ ኣብ መጀመርታ ኣባላት ስብሪት

ብመስዋእቲ ሕጂ ስነ ጥበብ ኣነ ንላሸ ክገልጽ ብዝያዳ እሰን ውን ህልዋት ተኮይነን ህልዋት ስለ ዝኮና ማለተይሲ ስሒቅና ተጻዊትና ሰሪሕና ሕማቅን ጽቡቅን ብሓንሰር ኢና እንታይ ዘይረኣና ንሕና ኣርባዕተ ኢና ሕጂ እቲኤን ዘለቲና ልያ ኣብ ዘዘለዎኦ ሰላምን ራህዋን ክገብረለን እቲ ንሕና ብሓንሰ ንሰርሖ ዝነበርና ከኣ ኩሉ ግዜ ኣብ ልበን ክዝክሮኦ ካብ ዝገርመካ ኣነ ሕጂ ኣብቲ ላሸ ብፍላይ ንስነ ጥበብ ዝተፈጥረት ጓል ኮይና ትስምዓኒ ጠባያ ድዩ ኣካላታ ድዩ ዋላ ሕብሪ ናታ ሕብሪ ናታ ሽንኳይ ገነ ኤረትራዊ ንኣፍሪቃዊ ከማን ሲ የምስል እዩ ንላሸ ሕጂ ወላ ክንከይድ ከለና ኣብዚ ዑደታት ናይ በዓል ሊብያ ይኹን ኣብ ዝኾነ ጸለምቲ ምሽ ኣለዋ ናይ ኣፍሪቃውያን ክንከይድ ከለና ላሸ እዮም ዝጥምቱ ምክንያቱ ላሸ እንድሕር እዮም በቃ እዚኦም ሲንጋል ኣብዚ ናይ ሊብያ ይመጹ ምሽ ንላሸ ጥራሕ እዮም ይደልዩ ምክንያቱ ንዖም ትመስል ንኤርትራ ከኣ ትውክል ማለትስ ኤርትራዊት እያ ላሸ ብጣዕሚ ተፈታውነት ኣለዋ ንስነ ጥበብ ከኣ ተደልያ ብድምጺ ተደልያ ብትልሂት ወላ ከበሮ ከማን ብጣዕሚ ንፍዕቲ እያ ወላ ኣብቲ ናይ ብሄራ ኣብቲ ናይ ብሄረ ኩናማ ዕምቀት ኣለዋ ሕጂ ላሸ ስነጥበብ ተፈጢራ ነይራ ግን መዓልታ ሓጺርዋ ኣላ ይርሓማ ኣነ ሕጂ ስጋዕ ሕጂ ወላ ኣብዚ ስዕስዕ ከለኳ ካብታ ካሴት ናይ ቀደም እንድሕር ሓንቲ ድርፊ ክትድገም እያ ተባሂለ ተዳጊማ ክኣቱ ከለካ ዓይነይ እንዳነበዐ ይኣቱ ምክንያቱ ይዝክር ኩሉ እቲ ብሓንሳ ንኣትዎ ዝነበርና ኣብዚኣ ድርፊ እዚኣ እንታይ ንዛረብ ነርና ክንኣቱ ከለና ኣብ መንጎ ትላገጽ ኢኻ ወይ ከዓ ትጻርፍ እንተደንጒኻ ገለ ብጣዕሚ ይናፍቐን ኣነ ንዐኣን ይናፍቐን ኣብ ዘዘለዎ ሰላምን ራህዋን ጥዕና ይሃበን ንላሸ ከኣ መንግስቲ ሰማይ የዋርሳ ማለት እዩ። ካባይ ዝዓቢ ኣሎ ሳማ ሽሙ ካብኡ ሙዚቃ ወሲደ ማለት እዩ እቲ ዓይነት ኣጻውታ ኣካይዳ ሙዚቃ ዓይነት ስኬልስ ካብኡ ወሪሰ ማለት እዩ ምዕባዩ ንዑ ከኣ ኣሎ ደራፋይ ማለት እዩ ሙራድ ፍሳሃ ይርባል ካብኡ ከኣ ደርፊ ወሲደ ደርፊ ወሪሰ ማለት እዩ ካብኡ ኣብዚ ሕጂ ምሳይ ተዝሉ ክንደይ ምተሓጎስኩ ግን ብስራሕ እቲ ሓደ ኣፊምቦል እቲ ቤዝ ጊታር ልማዲ ኣፊምቦል ወሊሉ ኣሎ እቲ ሓደ ከኣ ሙራድ ሓወይ ብስራሕ ባጽዕ ወሊሱ ኣሎ ክብሎ ዝደሊ ሜሪ ሓፍተይ ኣነ ከምዛ ዝረኣኽኒ እየ ትግረ ደርፍ ትግርኛ ደርፍ ኩናማ ደርፍ ማለት እዩ ብሓጺሩስ ክትምውልኒ ተትኽእል ምደለኹኒ ኩናማ ብኖዳን ሻምሻ ወድየት ያኮብት

ያቆቢን ኣዶንጎ ዕድመ ኣኽቢርካ ስለ ዝመጽኻ ደጊመ ደጋጊመ ከመስግነካ ይፈቱ የቐንየለይ። የቐንየለይ ኣኒኻ። ዓውደ ሓፍተይ ዝጸንሐና ዕላል ብጣዕሚ መሳጢ ዕላል ነይሩ ከይገርመኩም ብጣዕሚ ቁሪ ዘሎ ከመይ ተጻዊርና ዕላልኪ ብጣዕሚ መሳጢ ነይሩ ብጣዕሚ ከመስግነኪ ዝደሊ ናብቲ ዝቕጽል መደብና ክንከይድ ኢና ምክትታልኩም ኣይፈለየና ሞራልኩም ኣይፈለየና